በዓል ትንሳኤ ብሰላም ንምሕላፍ ምስ መዳርግቲ ኣካላት ፀጥታ ተዋዲዱ እኹል ምድላዋት ከምዝወገነ ኮሚሽን ፖሊስ ትግራይ ኣፍሊጡ። ንስድራ ስውኣትን ተመለስቲ ሃርበኛታት ተጋደልትን ዝግበር ኩለመዳያዊ ሓገዝ ኣካል ዳግመ ህንፀት ትግራይ ኮይኑ ተጠናኺሩ ክቕፅል ከም ዝግባእ ተገሊፁ።

ቅዱሳን መጽሓፍቲ ኢሉ እውን መራሕቲ ሃይማኖት ከም ዝምስክርዎ እዛ ዕለት ድሕሪ ብዙሕ መከራን ስቓይን ኢየሱስ ክርስቶስ ወዲ ሰብ ካብ ዝኣተዎ መከራን ሓጥየትን ንምድሓን ክብል ኣብ መስቀል ተሰቒሉ ዝኸፈሎ መስዋእቲ ዝዝከረላ ዕለት እያ። ዓርቢ ስቕለት መድሓኒት ዓለም ኢየሱስ ክርስቶስ በጃ ዓለም ብምዃን ኣብ መስቀል ተሰቒሉ ዝወዓለሉ ዕለት እዩ። ተኸተልቲ እቲ እምነት ድማ ኢየሱስ ክርስቶስ ንፍቕሪ ደቂ ሰባት ክብል ንገዛእ ርእሱ ኣሕሊፉ ዝሃበላ መዓልቲ

ብዝረኸቦ ስቓይን መከራን ዝዝከረሉ ኩሉ ሓጢኣትካ ገዲፍካ ብንስሃ ተሓጺብካ ንቲ ዘፍቅረካ ክርስቶት መሲልካ ብንጽህና ክንበር ከም ዘለና እተዘኻኽር ዕለት እያ። ኩሎም ኣመንቲ ክርስትና ድማ ኣብዛ ዕለት ስለቲ ብቓላት ክግለጽን ክንገርን ዘይኽእል ውዕለትኡ ዝኽበረላን ዝተመስገነ ይኹን እናበሉ የምስግኑን ይምሕጸኑን። ናብ ዝቕጽል ዜናና ክንሰግር። ባንኪ ኣዋሽ በዓል ትንሳኤ ምኽንያት ብምግባር ኣብ ከተማ ዓዲግራት ብተፈጥሮን ሓደጋን ጉድኣት ንዝበፅሖም ሚእቲ ፅጉማት ንመውዕል ኣውደኣመት ደገፍ ከምዝሃበ ኣፍሊጡ። እቲ ተኸፋፊሉ ዘሎ ድጋፍ ብሽም ኣብ ከተማ ዓዲግራት ዝርከባ ኣርባዕተ ጨንፈራት ኮይኑ መራሕቲ ሃይማኖት፣ ዓበይቲ ዓድን ካልኦት ዕድመ ዝተገብረሎም ኣጋይሽን ኣብ ዝተረኸብሉ ድማ ተሳሊጡ ኣሎ። ንባንኪ ኣዋሽ ወኪሎም ንተሓገዝቲ መልእኽቲ እንኳዕ ኣብፀሐኩም ዘመሓላለፉ ኣይተ ግርማይ ንርአ፣ ባንኪ ኣዋሽ ኣብዚ ዓመት በዓላት ምኽንያት ብምግባር ሃይማኖት፣ ፆታን ብሄርን ከይፈለየ ብብርኪ ሃገር ልዕሊ ስሳን ሰለስተን ሚሊየን ቅርሺ ንዝተፀገሙ ወገናት እናሓገዘ ከምዝመፀ ተዛሪቦም። ከም ከተማ ዓዲግራት ነፍሲ ወከፍ ተሓገዝቲ ወገናት ዕስራን ሓሙሽተን ኪሎ ፊኖ፣ ሓሙሽተ ሊትሮ ዘይትን ክልተ ሽሕ ቅርሽን ተኸፋፊሉ ከምዘሎን እዚ ሓገዝ ንዝተዋህበ ጥረ ገንዘብ ሓዊሱ ልዕሊ ሽዱሽተ ሚእቲ ሽሕ ቅርሺ ከምዝግመትን ገሊፆም። ካብ መንጎ ተጠቀምቲ እቲ ሓገዝ ኣብ ዝሃቡና ርኢቶ ድማ ኣብ ከተማ ዓዲግራት ዝርከቡ ገበርቲ ሰናይ፣ ትካላት ሰብ ሃፍትን ካልኦት ባንክታት እውን ኣሰር ኣዋሽ ባንኪ ተኸቲሎም ንተመዛበልትን ካልኦት ዝተፀገሙ ወገናትን ደገፍ ክገብሩ ፀዊዖም ኣለው ከም ፀብፃብ መሳርሕትና መዝገበ ጎይትኦም። ኣብ ዞባ ሰሜናዊ ምዕራብ ትግራይ ከተማ ሸራሮ ብሓይልታት ፅንተት ኮነ ተባሂሉ ዝዓነወ ማእኸል ሕክምና እንስሳ ብልዕሊ ሓደ ነጥቢ ሸሞንተ ሚሊየን ብር ወፃእ ተሃኒፁ ግልጋሎት ምሃብ ከም ጀመረ ተሓቢሩ። እቲ ማእኸል ንሸሞንተ ጣብያታት እታ ወረዳ ዝተማልአ ግልጋሎት ሕክምና እንስሳ ዝህብ ኮይኑ ኣብዚ ሕዚ እዋን ኣብ መዓልቲ ብማእኸላይ ንልዕሊ ሓደ ሚእቲ ከፍቲ ግልጋሎት ሕክምና እንዳሃበ ከም ዝርከብ እውን ተገሊፁ ኣሎ። ኣብ ወረዳ ታሕታይ ድያቦ ዝነበራ ሽዱሽተ ማእኸላት ሕክምና እንስሳ ብቲ ጆኖሳይዳዊ ወራር ሙሉእ ብሙሉእ ዓንየን ግልጋሎት ምሃብ ዘቋረፃ ኮይነን ካብዚኣተን ሓደ ዝኾነን ኣብ ከተማ ሸራሮ ዝርከብ ማእኸል ሕክምና እንስሳ ፕሮግራም ልምዓት ውድብ ሕቡራት መንግስታት ብዝመደቦ ልዕሊ ሓደ ነጥቢ ሸሞንተ ሚሊየን ብር በጀት ሙሉእ ፅገና ተገይርሉን ውሽጣዊ ናውቲ ተማሊኡሉን ግልጋሎት ምሃብ ጀሚሩ ኣሎ። ከም ዝተዓዘቦ ሓላፊ ቤት ፅሕፈት ሕውየትን ዳግመ ህንፀትን ትግራይ ኢንጂነር ቴድሮስ ገብረእግዛብሄር እቲ ማእኸል ብዝተገበረሉ ፅገና ናብ ንቡር ቁመንኡ ተመሊሱ ግልጋሎት ምሃብ ምጅማሩ ዝነኣድን ዝህቦ ግልጋሎት ኣጠናኺሩ ክቕፅለሉ ከምዝግባእን ገሊፆም። እቲ ማእኸል ኣብ ዝሐሸ ግልጋሎት ዋላ እንተሃለወ ሕፅረት ማይ፣ ፀገም መብራህትን ስእነት ተሽከርከርትን ኣሉታዊ ፅልዋ የሕድረሉ ከምዘሎ ዝተሓበረ ኮይኑ ቀዳምነት ዝወሃቦም ፀገማት ቅድሚት ሰሪዕኻ ንምፍታሕ ፃዕሪ ከምዝግበር ኢንጅነር ቴድሮስ ምግላፆም መሳርሕትና ኪዳነማርያም ብርሃነ ፀብፂቡ። ብሓፂር ካብ ዝሓዝናዮ ዜና ወፃኢ ድማ መንግስቲ ዩክሬን ምስ መንግስቲ ኣሜሪካ ኣብ ዙርያ ምውፃእ ሃፍቲ መኣድን ዝጀመሮ ዘተ ተግባራዊ ንምግባር ሓበራዊ ሰነድ ስምምዕ ከምዝተፈራረመ ተሓቢሩ። ሚኒስተር ቁጠባ ዩክሬን ዩልያ ሳቫይድያንኮ ነቲ ስምምዕ ዝፈረማ ኮይነን፣ እቲ ስምምዕ ሓበራዊ ንግዲ ርክብ ዘጠናኽር እዩ ክብላ ገሊጸን ክብል ቢቢሲ ጸብጺቡ። እቲ ሓበራዊ ሰነድ ስምምዕ ብቐጻሊ ብኲናት ንዝተሃስየ ቁጠባ ዩክሬን ኣብ ምንቕቓሕ ዝለዓለ ግደ ዝፈጥር እዩ ክብላ እውን ኣመላኺተን። ሰበ ስልጣን ኣሜሪካ ብወገኖም እቲ ሕዚ ዝተፈረመ ሰነድ ስምምዕ ኣብ ቀጸልቲ ሰሙናት ናብ ተግባር ከምዝእቶ ሓቢሮም። እቲ ሕዚ ዝተፈረመ ሰነድ ስምምዕ መራሕቲ ክልቲኤን ሃገራት ኣብ ዝሓለፈ ወርሒ ለካቲት ብዝበጽሕዎ ሓበራዊ ምርድዳእ ዝተኻየደ ምዃኑ ድማ ጸብጻብ ቢቢሲ የመላኽት። ክሳዕ ሕዚ ብሓጺር ዝሓዝናዮም ዜናታት ውሽጢ ዓዲ ከምኡውን ዜናታት ወጻኢ ናባኻትኩም እንዳቕረብና ጸኒሕና ክቡራት ተመልከትትና። ድሕሪ እዛ ሓጻር መሰጋገሪት ድማ ብዝርዝር ዝሓዝናዮም ርእሰ ጉዳያት ክንቅጽል።

በዓል ትንሳኤ ብሰላም ንምሕላፍ ምስ መዳርግቲ ኣካላት ፀጥታ ተዋዲዱ እኹል ምድላዋት ከምዝወገነ ኮሚሽን ፖሊስ ትግራይ ኣፍሊጡ። ህዝቢ ካብ ዝተፈላለዩ ዓይነታት ስርቂ፣ ገበናት ምትላልን ካልኦትን ቅድመ ጥንቃቐ ክገበር ዘተሓሳሰበ ኮሚሽን ፖሊስ ትግራይ፣ እቲ በዓል ሰለማዊ ኮይኑ ክሓልፍ ኣብ ዝግበር ኩለ መዳያዊ ፃዕርታት ህዝቢ ንጡፍ ተሳትፎ ክገብር ድማ ፀዊዑ ኣሎ። ተስፋይ በርሀ።
ኣብ ቅንያት ዓመት በዓል ዝፍፀሙ ዝተፈላለዩ ዓይነታት ስርቂ ገበናት ምትላል ጭውያን ካልኦት ብርክት ዝበሉ ገበናትን ሕዚ እውን ተርእዮታት ዘለዎም ብምዃኖም ማሕበረሰብ ግቡእ ቅድመ ጥንቃቐታት ክገብርን ገበናት ንምክልኻል ዘኽእል እኹል ግንዛበን ክህልዎ ይግባእ ክብል ኮሚሽን ፖሊስ ትግራይ ገሊፁ። ኣብ ዙርያ ሓፈሻዊ ቅድመ ጥንቃቐታት ተመልኪቶም መግለፂ ዝሃቡ ኣብ ኮሚሽን ፖሊስ ትግራይ ሓላፊ ዘቨር ምክልኻል ገበን ምክትል ኮሚሽነር ጀነራል ጌታቸው ኪሮስ ዝተፈላለዩ ዓይነታት ትሕዝቶ ዘለዎም ተርእዮታት ስርቂ ብምህላዎም ህዝቢ ግቡእ ጥንቃቐ ክገብር ይግባእ ኢሎም። ከጋጥሙ ዝኽእሉ ናይ ፀጥታ ሽግራት እቲ ሓደ እንታይ እዩ? እቲ ናይ ባርዕ ወይም ናይ ሓዊ ቃፀሎ እዩ። እቲ ካሊእ ኣብ ከምዚ ዓይነት በዓላት ከጋጥመና ዝኽእል እዚ ናይ ምትላልን ምጭብርባርን ዝሽየጥ ንብረት ኣለና ኢልካ ኣጭበርቢርካ ናብ ዝኾነ ቦታ ወሲድካ ገንዘብ ምንጣልን ምጭብርባርን ምትላልን ከምዚ ዓይነት ፀገማት እውን ይረአ ኣሎ እዩ ዘይሕጋዊ ገንዘብ ዝውውር እውን ስፍሓት ኣሎ እዩ ብጭቡጥ ሕዚ እውን ናሓዝና ንርከብ ስለዚ ክዕድግን ክሸጥ እንተሎ እቲ ዝንቀሳቀስ ገንዘብ ሕጋዊ ምዃኑ ከረጋግፅ ይግባእ ከምዚ ዓይነት ምንቅስቓሳት እውን ስለ ዘለዉ። ብፍላይ ኣብ ገጠር ክባብታት ትግራይ ሰፊሕ ስርቂ እንስሳት ዘሎ ብምዃኑ ገብራት እንስሳቶም ክሕልዉ ይግባእ ዝበሉ ምክትል ኮሚሽነር ጀነራል ጌታቸው፣ ተገልገልቲ ተሽከርከርቲ ኣብ ዝጥቀምሉ እዋን ድማ ታርጋ ቁፅሪ ክሕዙ ይግባእ ክብሉ ሓቢሮም። ልዕሊ ዓቕሚ ዝኾነ ፀገም እንትህሉ ንፖሊስ ሓበሬታ ምሃብ የድሊ ዝበሉ እቶም ምክትል ኮሚሽነር ጀነራል፣ ማሕበረሰብ ኣብ ከባቢኡ ሓገዝ ኣብ ዝፅውዐሉ እዋን ድማ ህዝቢ ነንባዕሉ ተሓባባራይ ክኸውን ይግባእ ኢሎም። ዋላ ኣብዚ ክልተ መዓልቲ ሰለስተ መዓልቲ ዘርእየና ዘሎ ምልክታት እንስሳታት ስርቂ ብስፍሓት ኣሎ። ገባርና ብፍላይ ኣብ ገጠር ዘሎ ገባርና ከወፍረን ከሎ ብዝግባእ ሓለዋ ክገብረለን፣ ኣብ ደንበኣን ክኣትዋ ከሎ እውን ለይቲ ብዝግባእ ክሕሉ ክከታተልን ኣለዎ ዝብል ሓሳብ ኣለና። ስለዚ እዚ ሕድሕድ ገዛ ናይ ባዕሉ ገዛ ክሕል ይኽእል ኣሎ። እቶም ምክትል ኮሚሽነር ጀነራል ምስ መስተን ምሽክርካርን ተኣሳሲሩ ዝመፅእ ሓደጋ ኣመልኪቶም ከምዝበልዎ ድማ፣ እቶም ናይ ትራፊክ ሓደጋ መበገሲኦም ሓደ መስተ ሰቲኻ ምዝዋር እዩ። ስለዚ ኣሽከርከርትና ካብዚ ክዕቀቡ ኣለዎም። እቲ ኻሊእ ብናህሪ ምዝዋር እዩ። ካብ ዓቕሊ ንላዕሊ ናህሪ ስለ ዝዝወር ንሓደጋ ኣብ ህይወትን ኣብ ሰባትን ሓደጋ ኣብ ኣሽከርከርትና ቅድሚያ ንእግረኛ ዘይምሃብ ካብቶም ሓደ መበገሲ ናይ ትራፊክ ሓደጋ እዩ። ስለዚ ትርፊ ምፅዓን እንታይ እዩ ሳዕቤኑ? ካብ ዓቕመን ላዕሊ ክብደት ይኾና እተን ተሽከርከርቲ ወይም ፍሬን ይኣብዮም ወይም ሚዛኖም የስእኖም ያው ብዙሕ ሰብ ናይ ብዙሕ ሰብ ህይወትን ኣካልን ንብረትን ይወድም ኣሎ ለዚ ብዙ እውን ኣሽከርከርትና ትኩረት ሂቦም ክንቀሳቀሱ ተገልጋላይ እውን ካብ ዓቅሙ ንላዕሊ ከይፀዓን ክከላኸል ይኽእል ኣሎ ትራፊክ በይኑ ምንም ክቆፃፀሮ ስለ ዘይክእል ፖሊስ በዓል ትንሳኤ ንምሕላፍ ብዕቱብ ዝሰርሕ እኳ እንተኾነ ካብ ህዝባዊ ተሳትፎ ወፃኢ ዕዉት ክኸውን ስለ ዘይኽእል ድማ ህዝቢ በቢከባቢኡ ንኣካላት ፀጥታን ፖሊስን ኣብ ጎኖም ኮይኑ ዘድሊ ሓገዝ ክገብር ፀዊዖም ኣለው። በቢከባቢኡ ነቲ ፀጥታ ሓጋዛይን ተዋሳኣይን ክኸውን ክንሕብር እንደሊ ንኩለን መሓውራት ተነጊርዎም እዩ። ኩሉ ሰብ ድማ ናይ ቀጠኑ ናይ ጣብይኡ ናይ ፖሊስ ቤት ፅሕፈት ስልኪ ክሕዝ ኣለዎ። ንዝኾነ ይኹን ሓደጋ ሪፖርት ንምግባር ክሕዝ ኣለዎ። በዚ ኣጋጣሚ ናይ ኮሚሽን ፖሊስ ናይ ሓበሬታ ስልኪ ቁፅሪ ዜሮ ሰለስተ ኣርብዓይ ኣርባዕተይ ኣርባዓ ዜሮ ሓደ ትስዓይ ሰለስተ ወይም ነፃ ነፃ ስልኪ ሸሞንተ ሚእትን ዓሰርተ ኣርባዕተን በዚ እናደወልና ንሓበሬታ ንፖሊስ ክንህብ ንኽእል ኢና። ምስ ካልኦት ናይ ፀጥታ መዳርግቲ ኣካላት ኾይኑ እዚ በዓል ውሕስ ኾይኑ ክሓልፍ እኹል ምድላው ገይሩ ናብ ተግባር ዝኣተወ ምዃኑ ክገልፅ ይፈቱ።
ካብ ህዝቢ ወላይታ ሰዶ ብዝተረኸበ ሓገዝ ንዝተፀገማ ደቂ ኣንስትዮ ንመውዐሊ ኣውደኣመት ዝኸውን ሓገዝ ተዋሂቡ። ብርክት ዝበላ ደቂ ኣንስትዮ ሕዚ እውን ኣብ ፀገም ኮይነን ከቢድ ህይወት የሕልፋ ብምህላወን ኩሉ ወገን እግሪ ተኺለን ናብረኣን ዝመርሓሉ ዕድል ክፍጠር ሓገዝ ክገብር እውን ተሓቢሩ ኣሎ። ንግስቲ ክንፈ።
ትካል ገባር ሰናይ ኦርያ ትግራይ ካብ ህዝቢ ወላይታ ሶዶ ብዝረኸቦ ገንዘባዊ ሓገዝ ንዝተፀገማ ደቂ ኣንስትዮ ንመውዓሊ ኣውደ ኣመት ዝኸውን ሓገዝ ከምዝሃበ ኣቦ መንበር እቲ ትካል ኣይተ ገብረእግዚኣብሄር እያሱ ገሊፆም። እቲ ሓገዝ ዝተረኸበ ካብ ወላይታ ሶዶ ከተማን ከባቢኣን በተለይ ካብ ሃይማኖት ትካላት ኣብዚ ሎማዓንቲ ዓመት በዓል ምኽንያት ብምግባር እቱ ዳርጋ ካብ ምግቢ ልተፈላለየ ህዝቢ ካብ ጥዒና ልተፈላለየ ህዝቢ እስኪ ንእሽተይ ሓገዝ ተኾነቶ ኢልና እቲ መልእኽቲ ድማ እቲ ህዝቢ ልሃበና የግድ ልዝኾምዚ ዝበለ መሪር ፀገም ልገጠሞ ሃቡልና ኢሉ ስለልኣኸና እሳትን ክንህብ ክኢልና ኢና። ልሃብናዮ ድማ ልሰማንያን ሓደን ሰብ ሓ ዕስራን ሓሙሽተን ኪሎ ሕሩጭን ሓደ ሊትሮ ዘይትን ክንሕግዝ ክኢልና ኢና። ኣደ መንበር ማሕበር ደቂ ኣንስትዮ ከተማ መቐለ ወይዘሮ ርግበ ገብረሚካኤል ካብ ህዝቢ ወላይታ ሶዶ ብኦርያ ትግራይ ኣቢሉ ንዝተፀገማ ደቂ ኣንስትዮ ዝተውሃበ ሓገዝ ብምምስጋን ሕዚ እውን ብርክት ዝበላ ደቂ ኣንስትዮ ኣብ ፀገም ብምህላወን ሓገዝ ወገነን ይጠልባ ኢለን። ዕስራ ካብ ተፈናቐል፣ ዕስራ ካብ ስድራ ስውኣት፣ ዒስራ ድማ ካብ ዝተፈላለዩ ጥቕዓት ልበፅሐን ደቂ ኣንስትዮ ዒስራ ዲስኤብል ልኾና ዘን ኣካል ጉድኣት ሰማንያ ብድምር ማለት እዩ። ብሀም ማሕበር ደቂ ኣንስትዮ ከመስግኖም ምስጋናይ ወሰን የውሊ ልምንታይ እየ ከመስግኖም ልደሊ ፀልሚትኒ እዩ ነይሩ ብዙሕ ሰብ እየን ላባይ ደቂ ኣንስትዮ ልመፃ ማለት እዩ ዋላ ስልክን ሓዙ እየ ላበላ ማለት እዩ ኢመርጀንሲ እዮም ኮይኖምኒ ኢለ ክሓስብ ኣነ ብጣዕሚ እየ ከመስግኖም ልደሊ እቲ ናይ ወላይታ ህዝቢ ኢለ ብጣዕሚ ከመስግኖ ይደሊ ዲያስፖራስ ይኹን ፈታዊ ትግራይ ለሎስ ይኹን ኹሉ ዋላ ኣብዚ ለሎ በዓል ናለ ትልሐሸ ሃፍታም ሃምዚ ዓመት በዓል ክመፅ ተሎ ተደፊነን ካብ ክሓድራ ንዓቕሙ ላዋፅእ ላፍትና መጀመርያ ስይትና እንድሕር ተመሊስና ክወግሐልና እዩ ኢሉ ይሓስብ ማለት እዩ። ዝተገበረለን ሓገዝ ብምምስጋን ቀፃልነት ዘለዎን ደቀን ዝመርሓሉን ዕድል ንኽፍጠር እግሪ ናይ ምትካል ስራሕቲ ክስራሕ ከምዘሎ ዝገለፃ ድማ ሓገዝ ዝተውሃበን ወገናት እየን። ወላይታ ሰዶ ብጣዕሚ ነቐንየልና ንብሎም ንፈቱ። ሓሙሽተ ቆልዑ ገዲፍለይ እዩ ተሰዊኡ። ዳኳስ ኣይፈልጣይ ኣብ መወዳእታ ኣብ ከብደይ ከላ ነብሰ ጾር እንዳሃለኹ እዩ ተሰዊኡ። ምንም ስራሕ የብለይን ንሱ እዩ ደማሓድረና ነይሩ ሕጂ ከምዚ ትርእዮ ብ ጸገም ኢና ደለና በቃ ብጣዕሚ ብ ጸገም ስለ ዝነበርኩ እዛ ሓገዝ እዚኣ ንዓይ ዓባይ ሓገዝ እያ ብጣዕሚ። ኣብ ሓዘን ኣብ መንከራ እይ እኒሀኹ እሞ እቲ ዝሃብኩምንሲ ሒደት ኣይኮነን ብዙሕ እዩ ኣብዚሑ ይሃቦም ኣውድኣመት የጸብቀልና ይኣኽለኩም ኢሉ ጸገምና ትግራይ ትለምልመልና።
ንስድራ ስውኣትን ተመለስቲ ሃርበኛታት ተጋደልትን ዝግበር ኩለመደያዊ ሓገዝ ኣካል ዳግመ ህንፀት ትግራይ ኮይኑ ተጠናኺሩ ክቕፅል ከምዝግባእ ተገሊፁ። እዚ ዝተገለፀ ምምሕዳር ከተማ ዓዲ ሃገራይ ሚእትን ኣርባዓን ኣርባዕተን ስድራ ስውኣትን ተመለስቲ ሃርበኛታት ተጋደልትን ንዝርከብዎም ክልተ ሚእትን ሓምሳን ሽዱሽተን ወገናት ንመንበሪ ዝኸውን መሬት ኣብ ዝዓደለሉ እዋን እዩ። ንፀብፃብ ኪዳነማርያም ብርሃነ መንበረ ሃይለስላሰ።
ኣብ ወረዳ ማእኸል ኣድያቦ ምምሕዳር ከተማ ዓዲ ሃገራይ ሓደ ሚእትን ኣርባዓን ኣርባዕተን ስድራ ስውኣት ብኽብሪ ዝተመለሱ ሃርበኛታት ተጋደልትን ንመንበሪ ዝኸውን መሬት ዓዲሉ ኣሎ። እቲ ዕደላ መሬት ድሕሪ'ቲ ጆኖሳይዳዊ ወራር ንፈለማ እዋን ዝተኻየደ ከምዝኾነን ተጠናኺሩ ከምዝቕፅልን ኣመሓዳሪ ከተማ ዓዲ ሃገራይ ኮነሬል ጥላሁን ሃይለ ኣብቲ እዋን ገሊፆም። ተነፃፃሪ ሰላም ናብዚ በጺሕና ናብ መጀመርያ ግዜ ናይ መንበሪ ገዛና ምዕዳል በጺሕና ኣለና ሕዚ ጅምሮ ኣለና እምበር መወዳእታ ኣይኮነን ን ክልተ ሚእትን ሓምሳን ሽዱሽተን ሰብ ሎማዓንቲ ናይ ዕጫ ናይ መኖርያ ናይ ምሃብ እና ተኣኪብና ዘለና ከም ዝፍለጥ ኣብ ከተማና ከተማ ዓዲ ሃገራይ መዘጋጃ ቤት ካብ ህዚ ናብ ህዚ ዝብል እቲ ዝኣከቦ ናይ ዝተፈላለየ ናይ እቶት ካሕሳ ክሒሱ ልዕሊ ዓሰርተ ሓሙሽተ ሚልዮን ቅርሺ ክሒሱ ናይ መጀመርያ ዙር ገዛ ክንዕድል ስድራ ስውኣትን ተመለስቲ ሃርበኛ ተጋደልትን ብማሕበር ተወዲቦም ዝነበሩ መናእሰይን ቀዳማይ ዙር ክንህብ ኣለና ዝብል ብምትሕብባር ኢና ናብ ኢዶም መፂእና ዘለና። ኣመሓዳሪ ወረዳ ማእኸል ኣድያቦ ኣይተ መለስ ትኩእ ብወገኖም፣ እቶም ንመንበሪ ዝኸውን መሬት ዝተዓደሎም ወገናት ኣብ ዓሰርተ ክልተ ማሕበራት ዝተወደቡ ምዃኖም ብምሕባር፣ ንስድራ ስውኣትን ተመለስቲ ሃርበኛታት ተጋደልትን ዝግበር ኹለ መዳይ ሓገዝ ኣካል ዳግመ ህንፀት ትግራይ ኾይኑ ተጠናኺሩ ክቕፅል ይግባእ ኢሎም። ብውሱን መልክዑ ዋላ ይኹን ናብ ናይ ዳግመ ህንፃት ስራሕቲ ጀሚርና ኣለና ማለት እዩ። ካብቶም ናይ ዳግመ ህንፀት ስራሕቲ እዚ ሎማዓንቲ ነካይዶ ዘለና ኣብ ናይ ስድራ ሓርበኛታትን ሃርበኛታትን ኣብ ክልተ ሽሕን ዓሰርተ ሰለስተን ተወዲቦም ዝፀንሑ መናእሰይን ናይ መንበሪ ገዛ ዝኸውን መሬት ንምዕዳል ወይ ከዓ ዕጫ ንምውዳቕ ተራኺብና ኣለና ማለት እዩ። እቶም ስድራ ስውኣትን ተመለስቲ ሃርበኛታት ተጋደልትን ድሩትነት ዓቕሚ ዘለዎም ብምዃኖም ብቑልጡፍ ሃኒፆም ተረባሕቲ ንክኾኑ ምትሕግጋዝ ኹሉ ወገን ከምዘድሊ እውን ኣይተ መለስ ኣረዲኦም። ሃርበኛታት ስድራ ሃርበኛታት ተጋደልቲ በዚ ደረጃ እዙይ ንቐፃሊ ኣበርቲዕና ክንከይድ ተኾይና እቲ ተጀሚሩ እኒሀ ስራሕቲ ተሓጋጊዝካ ምስራሕ የድሊ እዩ ዝብል ነገር ክንተሓጋገዘ ኣለና። ምናልባት ሎማዓንቲ ትወስዱ ዘለኹም ኣካላት ግን እቲ ትውሃቦ ዘለኹም ህያብ መዘከርታ እውን ስለ ዝኾነ ኣብ ዝለዓለ ቁም ነገር ክተብፅሕዎ ይላቦ። ኣብቲ እዋን ዝተረኸበ ኣተሓባባሪ ኮምሽን ሃርበኛታት ወረዳ ማእኸል ኣድያቦ ተጋዳላይ ፀጋይ ታደሰ ምምሕዳር ከተማ ዓዲ ሃገራይ ንዘረኣዮ ተበግሶ ብምንኣድ እቲ ጅማሮ ተጠናኺሩ ንክቕፅል ፀዊዑ። ዕፃ እዩ ኩሉ ተጋዳላይ እቲ ዝትምልስ ተጋዳላይን እቲ ስውእን። ኩሉ ናብ ሓደ ዕፃ ገይርና ኢና እቲ ዝበፅሖ ሎማዓንቲ ቐዳማይ ክፋል ገይርና ኣለና ካልኣይ ክፋል ሳልሳይ ክፋል እንዳገበርና እውን ኢና ኸፋፊልናዮ ዝኒኤና ስለዚ ናይ ሎማዓንቲ ትሕዝቶ ነቲ ሕዚ ዝረኣኹሞን ትሪእዎ ዘለኹምን እዩ ዝመስል እና እቲ ጅማሮ ፅቡቅ እዩ ቀፃሊ ብስፍሓት ክካየደሉ ዝግባእ እዩ ነቲ ተመላሳይን ነቲ ስድራ ስውእን ሙሉእ ብሙሉእ ዘዕግብ ስራሕ ኣይኮነን ከም ጅማሮ ግን ፅቡቕ እዩ ኢልና ንሓስብ። መሬት ዝተዓደሎም ስድራ ስውኣትን ተመለስቲ ሃርበኛታት ተጋደልትን ብግደኦም። ስድራ ስውኣትን ንሃርበኛን ንመናእሰይን ብምዕዳሉ ብጣዕሚ ፅቡቕ እዩ። ናቶም ቀፃላይ ዘለዉ ዘይበፅሖም ሰባት ከማና ይብፅሐዮም። እዮም ንሃገሮም ኢሎም ተሰዊኦም ንሰላሞም ኢሎም እዮም ተወፍዮም እዚ ከዓ ናይ ወለድና ተፀዊዖም ኣለኹም ኢኹም ኣይሞትኩምን ኢሎም ንዓና ፀዊዖምና ኣለና ደቂ ስውኣት ተባሂልና መንበሪ ተዋሂብና ኣሎ ኣነ ከዓ ብጣዕሚ ደስ እዩ ዝብለኒ ትሕቲ እግዚኣብሔር መንግስትና ደው የብለልና ሕጂ ኣጠናኺርና ልምዓትና እታ ብፀላኢ ተጎዲማ ዘላ ከተማና ከነሕድሳ ከነፀብቓ ሸጥ ኣቢልና ተዓጢቕና ክንቃለስ ኣለና።
ስድራ ስውኣት ካብ ዘለዎም ቁጠባዊን ስነ ልቦናዊን ሃስያ ብዘላቕነት ንምንጋፍ ብዝተወደበ መልክዑ ዝሕገዝሉ ኣንፈት ተነፂሩ ተግባራዊ ምንቅስቓስ ተጀሚሩ ከምዘሎ ምምሕዳር ወረዳ ቦራ ቸለና ኣፍሊጡ። እቲ ምምሕዳር ንልዕሊ ሚእቲ ስድራ ስዉኣትን ተመለስቲ ሃርበኛታት ድማ ንመውዐሊ በዓል ትንሳኤ ገንዘባዊ ሓገዝ ገይረሎ ንጸብጻብ ኣሰፋ ኣባይ መጎስ ጎደፋይ።
ኣብ ዞባ ደቡብ ትግራይ ስድራ ስዉኣት ንምጥንኻርን ንምትብባዕን ዝተፈላለዩ ሓገዛት እናተገበረ ምፅንሑ ዝዝከር እንትኸውን መቐፀልታኡ ድማ ምምሕዳር ወረዳ ቦራ ቸለና ንልዕሊ ሓደ ሚእቲ ዝተፀገሙ ስድራ ስዉኣትን ተመለስቲ ሓርበኛታትን ንመውዓሊ በዓል ትንሳኤ ዝኸውን ገንዘብ ብሓገዝ ኣበርኪቱ። ኣመሓዳሪ ወረዳ ቦራ ቸለና ኣይተ ኣንድነት ፀጋይ ሽዑ ኣብ ዘስምዕዎ ዘረባ፣ ሎሚ ዝፀዋዕናኩም ስድራ ስውኣትና ንፀገምኩም ዝፈትሕ ሓገዝ ንምሃብ ዘይኮነስ ንዓኹም ብኣካል ረኺብና ተቐራሪብና ንክንዝቲ ዕድል ንምፍጣር እዩ ኢሎም። ንሶም ምእንተ ህልውና ህዝቢ ትግራይ ኢሎም እታ እንኮ መማረፂ ዘይብላ መስዋእትነት ከፊሎም እዮም። ናታቶም ሓደራ ሒዝና በታ ዝኸኣልናያ ምሳኹምስ ሓቢርና ክንውዕል ገፅኹም ክንሪኤኩም ምኽንያቱ ኣብ ወረዳና ብርክት ዝበለ ስድራ ስውእ ኣለና ናይ ትማልን ናይ ሎምን ካብታ ዘለቶ ፀገም ግን እቶም ብጣዕሚ ፅጉማት ዝኾኑ ስድራ ስውኣትና እቶም ብጣዕሚ ፅጉማት ዝኾኑ ሃርበኛታትና ነዛም በዓል መውዐሊት ንእሽተን ገንዘብ እትረብሕ ኣይኮንትን በቲ ንሐዝለሎ ኑሮ ውድነትስ ንፈልጣ ኢና ግን ድማ ምሳኹም ኣብዚኣ ሓቢርና ክንውዕል ኢና ናብዚ መጺእና። ስድራ ስውኣትና ጸገማትኩም ተሰኪምኩም ብመስዋእቲ ደቅኹም ምስ ተኸተመ ስምምዕነት ሰላም ፕሪቶርያ ከይፈርስ ድርብ ሓላፍነት ተሰኪምኩም ትቃለሱ ከም ዘለኹም ዝፍለጥ እዩ ዝበሉ ኣይተ ኣንድነት ኩለ መዳይ ጸገማት ስድራ ስውኣት ብዝተወደበ መልክዑ ብዘላቕነት ንምፍታሕ ዘኽእል ኣንፈት ተነጺሩ ክስራሕ ምዃኑ ድማ ገሊጾም። እዞም ስውኣት እዚኦም እውን እንተዘይ ዘኪርናዮም ካሊእ በዓል ዋና የብሎምን በዓል ዋና ንሕና ኢና። ንሕመቕለ ንጸብቕለ ናትኩም ውላድ ኢና። ኣታቶም ሓደራ ክሳብ መወዳእታ ጫፍ ክትበጽሕ ኣብ ጎንኹም ከም ዘለና እውን ከም ኣመራርሓን ከም ምምሕዳርን ክገልጽ እየ ዝደሊ። ርእይቶኦም ዝሃቡ ስድራ ስዉኣት ድማ፣ እቲ ዝተገብረሎም ግዝያዊ ሓገዝ ብምንኣድ፣ ስድራ ስዉእ ብመስዋእቱ ደቁ ዝሕበነሉን ተረባሓይ ዝኾነሉን ስርዓት ክትግበር ድማ ኣተሓሳሲቦም። ድሓም ዝበለ ኣመራርሓ እቲ መንግስቲ እውን ብዘይ እንሀዎ ንእሽተን

እዚ ከምዚ ኢሉ እናሃለወ ህዝብን ምምሕዳርን ወረዳ ቦራ ቸለና ካብ ዞባ ምዕራብ ትግራይ ተመዛቢሎም ኣብቲ ከባቢ ኣብ ዝርከብ ቤት ትምህርቲ ተዓቚቦም ንዝርከቡ ወገናት ንመውዓሊ በዓል ትንሳኤ ንመሕረዲ ዝውዕላ እንስሳት ብሓገዝ ኣበርኪቱሎም። ተመዛበልቲ ኣብቲ ስነ ስርዓት ኣብ ዝሃብዎ ርእይቶ ድማ ህዝብን ምምሕዳርን ወረዳ ቦራ ቸለና ንዝገበረሎም ሓገዝ ብምንኣድ ካብ ተፀባይነት ሓገዝ ንክናገፉ ዝምልከቶም ኣካላት ኣብ ዝሓፀረ እዋን ናብ መረበቶም ንክምልስዎም ፃውዒት ኣቕሪቦም። ለሓረሶ ይጥቀም ነይረ ጥሪት ነይረ ናይ በጉዕ ጠሊ ያው ወሲዶሞን ኣጎዛን ነበረ እክሊ ገለ ኩሉ ስምስሙ ተወሲድና ኢና። ናብራ ከቢድ እዩ ያው ክልተ ሓሸን ዓሰርተ ሰለስተን ጀሚርና ኣራሓራ ሓሙሽተ ዓመት ገለ ኣቁጺሩ ኣሎ ግን ከቢድ ፈተና ይሓልፍ ኣሎ ኣብ ሰቆቃ ኣብ ሽግር ኣብ ጸገም ኣብ ጥምየት ኢሉ ኣሎ ህዝብና ኣንሕና ክንብላ እንክእል ቃልጢፉ ህዝቢ ናብ መረቦቱ ክምለስ ኣለዎ ረዲኤት የሌይ ኣብ ጸገም ኣብ ሽግር ኢና ኣለና ከዚ መስከረም ልሓደግና ብጥመት ተሊሒዝና ዓድና ክንደይ ነብራና ሓዲግና መጺና ጥራሕ ክዳን ንክዳን ዝባን እኳ ለይብልና ናልመጻና ኸዚ ግን ቐልጢፍኹም ናብታ መረበትና ትወስዱና። ኸረምቲ ልመጹ እሎማ ትርእዩና ትሕቡሩና።
ምምሕዳር ከተማ ሓውዜን ን ክልተ ሚእትን ቴስዓን ሓሙሽተን ስድራ ስውኣት ንመስርሒ መንበሪ ዝኸውን መሬት ዓዲሉ። ሰማእታት ዝኸፈልዎ ዋጋ ብዝኾነ መለክዕ ኣይልካዕን ዝበለ ምምሕዳር ከተማ ሓውዜን፣ ተጠቃምነት ስድራ ስውኣትን ጀጋኑ ሓርበኛታትን ንምርግጋፅ ቀዳምነት ሂቡ ከምዝሰርሕ ገሊፁ ኣሎ። ተወሳኺ ኣለና። ኣይተ ሃይላይ ገብረስላሰ ኣብ ልዕሊ ህዝቢ ትግራይ ዝተኣወጀ ወራር ንምምካት ምስ ክልተ ደቆም ናብ ቃልሲ ከቲቶም። ንሶም ብህይወት ዝተመለሱ እንትኾኑ ክልተ ደቆም ግና ግቡኦም ፈፂሞም ብጅግንነት ሓሊፎም። ምምሕዳር ከተማ ሓውዜን ተጠቃምነት ስድራ ስውኣት ንምርግጋፅን ክብሪ ንምሃብን መንደር ሓርበኛታት ኣዳልዩ ንኣይተ ሃይላይ ገብረስላሰን ካልኦት ክልተ ሚእትን ቴስዓን ሓሙሽተን ስድራ ስውኣት መሬት ዓዲሉ ኣሎ። ናብ ቃልሲ ኹናት ከይደ ባዕለይ ማለት እዩ ክልተ ደቀይ ካዓ እንደገና ዓብይ ንእሽተይ ክልቲኦም እውን እንደገና ደድሕረይ ስዒቦም ማለት እዩ ንሳቶም ካዓ ንሳቶም ካዓ ክልቲኦም ወፂኦም ብሓባር እዮም ወፂኦም ብሓደ ተዓሊሞም ኩሎም ድማ ተሰዊኦም ማለት እዩ ምምሕዳር ከተማ ሓውዜና ድማ ብሓቂ ገይርዎ ዘሎ ስራሕቲ ኣነ ብጣዕሚ ሓጎሰይ እውን ወሰን የብሉይ ብዛ ሎምዓንቲ ዕለት ማለት እየ። ተጠቀምቲ እቲ ዕድል ዝኾኑ ካልኦት ዘዘራረብናዮም ስድራ ስውኣት፣ ብጅግንነት ንዝሓለፉ ስድራ ቤቶም፣ ምምሕዳር ከተማ ሓውዜን ንዝገበሮ ዕድላ መሬት ሓበን ከምዝተሰምዖምን እቲ መሬት ሓድጊ ገይሮም ከምዝሕዝዎን ገሊፆምልና። መንነተይ ብፀላእተይ ይድፈር'ዩ፣ ኣደይ ኣይትድፈር'ዩ፣ ባዕለይ የድፍር ኢሉ እዩ ወፂኡ። እቲ ናይ ሎምዓንቲ ተገይሩ ዝኒኦ እውን ንመሬት ኢሎም ኣይኸዱን ከይዶም፣ ካብ ኮነ ዳርጋ ዘይሞተ ወደይ ኣለናልኩም ኣብ ጎንኹም ኣለና ክብሉና ከለውስ ለከ ኣለና እዩ ሰብ ለከ ማእገር ኣለና እዩ ለከ ንሕና ደቅና ኣይሞቱ እዩ ዝብል ከማና ዘይተገበረሎም ከማና ዘይተዓደሉ መሬት ንክዕደሉ ቀፂሉ እቲ ዝኒኦ ስራሕ ንክተባባዕ ግን ብጣዕሚ እየ ዝላቦ። ስድራ ስውኣት ኢሎም ከምዚ ገይሮም ብምሕሳቦም ብጣዕሚ እዩ ሓበን ተሰሚዕናይ ብወገነይ ኣነ ድማ ካም ተሓድሩ እዞም ደቁ ምሳየይ እኒኦው ታሪክ ናይ ኣቦኦም ሓድጊ ናይ ኣቦኦም ስለ ዝኾነ ስለዚ ብጣዕሚ እዩ ሓበን እዩ ዝስመዐኒ ከምኡ ገይሮም ንክቕፅሉ ድማ ሓሳበይ ይቐርብ ማለት እዩ። ንሕና ረኺብና ኣለና ዘይረኸቡ ኣሕዋትና እውን ከማና ዝበሉ ለሰውኡ ልተሰውኡ እንተሊኦም እውን ብቀፃላይ እውን ከምዚ ገይሩ ቀፃላይ ልቱ ስድራ ከተባብዕን ምምሕዳር ከተማ ሓውዜን ምርግጋፅ ተጠቃምነት ስድራ ሰማእታትን ጀጋኑ ሓርበኛታትን ቀዳምነት ሂቡ ይሰርሕ ከምዘሎ ዝገለፁ ከንቲባ ከተማ ሓውዜን መምህር ኣርኣያ ሃይለማርያም ድማ ብቐፃልነት እንዳፀፈፈ ስድራ ስውኣት መሬት ክረኽቡን ተጠቃምነቶም ክረጋገፅን ከምዝስራሕ ገሊፆም። ብጅግንነት ዝተኸፈለ መስዋእቲ ንኡ ዝምጥን ኣይኮነን። እንተነኣሰ ግን ካብታ ዝሓዝናያስ ኣለና ኣብ ጎንኹም። ይኹን እምበር ዋላ ሀዚ እውን እንተኾነ ክልተን ቴስዓን ሓሙሽተን ግን ዕድል ኢና ኣዳሊና ኣለና እንትንብል ብዙሕ ዝተንጠብጠበ መረዳእታ ከም ዘለና ንኣምን ኢና። እዚ መረዳእታና እዚ ብቐጻሊ እናተጻፈፍና እናመላእናዮ ክንከይድ ኢና። ካሊእ ብምሉኡ እዚስ ካብ ታሕቲ ዝኒሀ ናይ ማሕበር መምህራን ንረኽቦ መንደር ታሕቲ ኩሉ እዚ ንስድራ ስውኣትና፣ ንመንደር ሃርበኛና ኢልና ዘጣየሽናዮ እዩ። ብቐጻሊ ዝተንጠብጠበ ዘለና መረዳእታ ናይ ሰለስቲኡ ምዕራፍ እውን ዘለና እናጻረና እናሰዓብና እናዓደልና ክንከይድ ኢና። ስራሕ መካየዲ ቤት መዘጋጃ ከተማ ሓውዜን ኣይተ ገብረመድህን ሃይለስላሰ፣ ሓርበኛታት ምልስ ተጋደልቲ ኣብ ዝተፈላለዩ ስራሕቲ ልምዓት እታ ከተማ ክሳተፉን ስራሕ ዕድል ክፍጠረሎምን ከምዝተገበረን ኣብዚ እዋን ድማ መቐፀልታ ናቱ ምምሕዳሮም ካብ ዘለዎ ውስን ዓቕሚ ሓምሳ ሚሊየን ብር ንሓረስቶት ክሒሱ ሰማእታት ንዘልኣለም እንዳተዘከሩ ዝነብሩሉ መንደር ሓርበኛታት ተጣይሹ ን ክልተ ሚእትን ቴስዓን ሓሙሽተን ስድራ ስውኣት ከምዝዓደለ ገሊፆም። ንምልስ ተጋደልትና ን ሚእትን ዒስራን ወዲብና ልዕሊ ዒስራን ሓሙሽተን በጀት ፈቒድና ኣብ ተግባር ንርከብ ማለት እዩ። ብመንፀር ስራሕ ዕድል ድማ ቅድም ክብል ንሰብዓይ ሓሙሽተይ ዝተሰናበቱ ተጋደልትና ኣብ ዕዳጋ ብዕራይ፣ መናሃርያ፣ ቄራ፣ ኣውት ሶርስ ጌርና ናብ ተግባር ዝኣተና እንትንኸውን ጊዚያዊ መስርሕን መሸጥን እንደገና ናብ ሚእትን ሰብዓን ሓሙሽተን ተጋደልቲ ዓዲልና ንርከብ ማለት እዩ። ኣብቲ እዋን ዝተረኸቡ ኣማሓዳር ዞባ ምብራቕ ትግራይ ኣይተ ፍስሃ ኢለሚካኤል ድማ፣ ሰማእታት ዝኸፈልዎ ረዚን ዋጋ ዝኾነ መለክዒ ኣይልክዖን ዝበሉ ኮይኖም፣ ሰማእታት ንምድባስ ብሰለማዊ መንገዲ ረብሓ ህዝቢ ትግራይ ንምርግጋፅ ከምዝስራሕ ገሊፆም። ሰማእታትና ብዝኾነ ወርቅን ኣልማዝን ዝልክዑ ኣይኮኑን። ሰማእታትና ንመሬት፣ ንዓደቦና፣ ንገደቦና፣ ንኹለመዳይ መንነትናን ሃይማኖትናን ክብረትናን ኢሎም፣ መተካእታ ዘይብላ ህይወቶም መስዋእቲ ከፊሎም እዮም። እዚ ስርዓት ደቅኹም ከፊልኩም ዝተኸልኩሞ ስርዓት ስለዝኾነ። ብስርዓትን በቲ ዝተፈራረምናሉ ስምምዕ ውዕሊ ፕሪቶርያን ናብ ግዝኣትና ናብ መረበቱ ንኽምለስ ኩሉ ዓቕምና ኣፀንቂቕና ክንሰርሕ ኢና። ናብ ኲናት ከእትወና ዝደሊ ሓይሊ ብሙሉኡ ነዃላት ዓቢስና ሰላምን ሰላምን ጥራሕ ሒዝና ክንሰርሕ ኢና።